ጽምዶ ብደንቢ ገይረ እየ ዝድግፍ ብደንቢ ገይረ ምስ ህዝቢ ኤርትራ በቃ ባእሲ ኣየርሌናን ሰላም ክንኮን ኔና ምስ ህዝቢ ኣምሓራ ኣብ ትግራይ ትስዕር ትግራይ ሃገር ትኾን ንብል ኔርና ኣብ ኩሉ ሰብ ክሳድ ናይ ትግራይ ካርታ ኔራ ኣሪእኽዮ ተኺካ ኣብ ኩሉ ሰብ ማለት እዩ በቃ ዝኾነ ሓቦ ኔሩና እዩ ሕዚ ትግራይ ኣኾነይ ዶ ሃገር ክልል እውን ኣይኾነትን ብትክክል ብኡስ ይፅረፍ ነይረ መጀመርያ ክኾነ ኢላ እንዳሓዘ እንዳኸደት ኣነ ኣይሓሰብክዎን ነይረም ኣነ ድምፂ ምዃነይ ነይረ ሓሲበዮ እና ሰብ ጌጋ ክእል ሸልክ ከሎ በቃ ኔጌቲቭ ተኮይኑ ዘይሓሰብክዮ ነገር እንትን ይብል እዩ
ሰላም ናቢ ፖድካስት ፋሚሊ ከመይ ቀኒኹም? ሎማዓንቲ ደማ ጋሻይ ገይረ ሒዘልኩም መፅኦ ዘለኹ ኣዘራራቢ ኣጀንዳ ብምምፃእን ሓዱሽ ሓበሬታ ብምክፋልን እትፍለጥ ጋዜጠኛ ናይል ወልደ ጀወርግስ እዩ። ናይለይ እንኳዕ ደሕና መፃኺ ዕድሜ ክብርኪ ስላልመፃኺ ብጣዕሚ እዩ ደስ ኢሉኒ። እንኳዕ ደሕና መፃኺ። የቐኔለይ ብሌነይ ኣነ እውን ዝፈቶ ዘኽብሮ ዝከታተሎ ፖድካስት እዩ እና ኣባኺ ጋሻ ብምዃነይ ስለ ዘኽበርክኒ ዓድንኪ ጋሻ ስለ ዝገበርክኒ የቐኔለይ ብጣዕሚ
ቅድሚ ላብ ሕቶታት ይመታየ ሲ ከምዚ ሰባት ኣብ ዓብዪ ደረጃ በፂሖም ገለስ ኣብ ንእሽተይ ኣብ ምጅማር ንለሎ ሰብ ሳፖርት ምግባር ኣይተለመደ ኢና ዓብይኸ ኣብ ዝኾነ ደረጃ በፂሕኸ ክለለኸ ኢና ኢለይ እና ላኣየይ ሕተይ ኣኽቢርኪ በቃ ደስ ኢልኒ ክነግረኪ ያኽል ብጣዕሚ ደስ ኢልኒ ስላለ እሺ ስለልበልክንና ከም ክልውል ትሕተ ሰባት የብዝሐና ክብል ደሊ እስኸ ክሳብ ኣኽባሪ ብጣዕሚ ሆነ ካብኡ ናይል ብምንታይ ትፍለጥ ንዝብል ሕቶ ኩሉ ግዜ ከምቲ ኣንተ ዝበልክዎ ኣዘራራቢ ዝኾነ ኣጀንዳ ብምምፃእ ሓድሽ ሓበሬታ ብምክፋል እዩ ክትፍለጥና እስ ፅቡቅ ነገር እዩ ኩሉ ግዜ እዚ ኣጀንዳ ትኾኑሉ ነገር ከምዚ ኮነ ኢልኺ ዲኺ ኣጀንዳ ንኽኸውን ትገብርዮስ ንኣጋጣምታት ዝፈጥርዎ ወይ ናይ ስራሕኺ ውፅኢት እዩ? ከመይ ኢኺ ትገልፅዮ እኒኣ? እንኳዕ እውን ሓተትክኒ እንደውም thank you ብጣዕሚ ብሌነይ ሓሲበዮ ኣይኮነን ክትሰርሒ ከለኺ ፅቡቅ ነገር ክትሰርሒ ከለኺ ሰብ ይሪኦ እዩ ሰብ ክሪኦ ከሎ ድማ ኔጌቲቭ ኢነርጂ ዘለዎ ሰብ ኣሎ፣ ፖዘቲቭ ኢነርጂ ዘለዎ ሰብ ኣሎ እና ብፍላይ መጀመርያ ከባቢ ተቖፂረ ነይረ ዝሰርሕ ቅድሚ ሕዚ ኣብ ድምፂ ወያነን ኣብ ቲቢኤስ ቴሌቪዥንን ወፅኤ ናይ ባዕለይ ጀሚረ ብዙሕ ሰብ ሼር ገይሩለይ ምናምን እና መጀመርያ ከባቢ የስተውስ እየ እዞም ሼር ገይሮም ኣጆኺ ዝብሉን ዝነበሩ ሰባት ነይሮም ወቀስተይ ንምንታይ እዩ ኣይርድአኒ ነይሩ ሕዚ ሰባት ኢና ክንጋገ ንኽእል ኢና ኦፍኮርስ ጌጋ ክንዳኣረምኪ ምናምን ይክትኸዲ ኣብ ጌጋ ዘይብሉ ነገር ውን ክትውቀሲ ይረኣየና ኣነ እንደውም የስታውሰ ክጅምር ከለኹ በቃ ብጥቅዓት ደቂ ኣንስትዮ እየ ክጅምር ኢለ መጀመርያ ጥቕዓት ዝበፅሖም ደቂ ኣንስትዮ ዝተቐተሉ ዝነበሩ ምናምን ሂወቶም ብኦም ነይረ ጀሚረ ተኸታታልና ብኡስ ይፅረፍ ነይረ መጀመርያ ኮነ ኢላ እንዳሓዘ እንዳኸደት ኣነ ኣይሓሰብክዎን ነይረ ኣነ ድምፂ ምዃነይ ነይረ ሓሲበዮ እና ሰብ ጌጋ ክእልሸልክ ከሎ በቃ ኔጌቲቭ ተኮይኑ ዘይሓሰብክዮ ነገር እንትን ይብል እዩ እዞም ቤተሰባት የቀኔልና ድምፂ ስለዝኮንክና ብዙሕ ሰብ ርእዎ ቶም ሰራ ከምኡ ይብል እዩ ድምፂ እዩ ሚድያ ድማ ንምንታይ ድዩ ተፈጢሩ ካሊእ ሰብ ግን ብካሊእ ነገር ክሓስቦ ይኽእል እዩ እና ኔጌቲቭ ኢነርጂ እኒኦ ብኡ ልክዕ ድማ ፖዚቲቭ እውን እኒኦ ፅቡቅ ቀፅልሉ ከይተቋርፂ ሕዚ ዩትዩብ ኣነ እውን ክርኢ ከለኹ መጀመርያ ብዙሕ ኣዕረኽተይ ይጅምሩ እሞ የቋርፅዎ ዋላ ኣነ ተቆፂረ ክሰርሕ ከለኹ እና ክንደየናይ እዩ ይኸደለይ ኢለ ይፈርሕ ነይረ እግዚኣብሄር ይመስገን እግዚኣብሄር እውን ሓጊዙኒ እዩ እና ኣያቋረፅክዎን ማለት እዩ ናይ ድሕሪ ሕዚ ድማ ኣምላክ ይፈልጥ እና ኔጌቲቭ ኢነርጂ ብጣዕሚ እኒኦ እንደውም ሓደ ግዜ የስታውሴ ሓደ ወዲ ኣብ ጨለቆት ትክክል ዲት ሽሙ ኣብ ጀሪ ወዲቁ ካብ ፀዲፉ ኣብ ማህበራዊ ሚድያ ፀዲፉ እኒኦ እሞ ሓግዙና ኢሎም ናይቲ ከባቢ ሰባት ማለት እዩ ካብኡ ናይቶም ናይቲ ከባቢ መንእሰያት ኩሎም ለይቲ ላምባዲና ሒዞም እንዳሓለውዎ ሓዲሮም ኣውፅኦምዎ ንግሆ ድማ ክረምቲ እዩ ነይሩ ናይ ሎሚ ዓመት የስታውሶ እየ እና ኣጀንዳ እዩ ነይሩ ብጣዕሚ መዘራረቢ ነይሩ እና ልክዕ ምስ ወፀ ከይደ ጠይቀዮ ብፅባሒታ ፕሮግራም ሰሪሐ ለቂቀዮ ማለት እዩ ኣጀንዳ እዩ ነይሩ ሰው ጋዜጠኛ ግድን ክሰርሖ እኒኦዎ እንዴ ናበይ እንታይ ማለት እዩ ንዩትዩብ ዶላር ተጓይኺ ኢሎም ዝፀረፉኒ ሰለስተ ኣርባዕተ ሰባት ርእና ገሪሙኒ ኣነ ጋዜጠኛ እየ እንደውም ኣብቲ ሽዑ ግዜ እንታይ ድዩ እዞም መናእሰይ ብዙሕ ግዜ ሃንጊ ዝበዝሐሉ ሰብ ዝሞተሉ ምናም ግዜ ነይሩ ኣብቲ ሽዑ ግዜና እዚ ዝገበሩ መናእሰያት ክበረታትዑ እዮም እኒኦዎ እቲ ወዲ ከ ታይ እዩ ገጢምዎ ዝብል ነገር እንደውም ላይቭ ነይሩ ክስራሕ ነይርዎ ገና ክወፅእ ከሎ ተታሒዙ ምናምን ምክንያቱም ፅቡቅ ሰናይ ተግባር እዩ ያ ተሰሪሑ ነቲ ሕብረተሰብ ብዙሕ ዘምህር ነገር እዩ ተገይሩና ኣነ ስለ ዝኾንኩ ዶ ይብል ሓደ ሓደ ግዜ ኣ- ብጣዕሚ በትሪ ይበዝሐኒ እዩ ብጣዕሚ ማለት እዩ በቃ ንፅቡቅ ኢለ ዝሓሰብክዎ ነገር ብሕማቅ ነገር ተተርጊሙ እንትን ዝብሉ እኒአው ግን እቶም ዝፀርፉኒ መን እዮም ክትብሊ ከለኺ ኣብ ስራሕ የለውን ኣይፈልጥዎም ዝፅዕር ሰብስ ኣይፈልጥዎን እዮም ንቁሙጥ ሰብስ ሰማይ ቀረብኡ ትብለን ነይራ ኣደይ ፀርፊ ቀሊል እዩ ንዝሰርሕ ሰብ ተበሳብስዮ ትፀርፍዮ ብዙሕ ነገር ክትብልዮ ትኽእሊ ኢኺ ኣብ ቦትኡ ኮይንኪ ስራሕ ኢልኪ ተሂብክዮ ግን ክንደየናይ ሰብ እዩ ዝወፆ ንባዕሎም ንሕደጎም እና ይሰርሕ እየ እንዳበልኩ እኳ ኣይኮነን ዘለኹ ግን ኣትሊስት ይፅዕር ኣለኹ እግዚኣብሄር ይመስገን ኣብ ከይዲ ድማ ትፅረፊ ኢኺ፣ ትውቅዒ ኢኺ፣ ብሓሶት ሽምኪ ይጠፍእ እዩ፣ ብዙሕ ነገር ገጢሙኒ እዩ ኣነ እና በቃ ኣነ ኩሉ ግዜ ናብ እግዚኣብሄር ቀረባ ስለ ዝኾንኩ ይመስለኒ እግዚኣብሄር የጥንክረኒ እዩ ብጣዕሚ ከምዚ ዓይነት ነገር ኣይሰምዕን እምበር ው ብዙሕ ቫይራል ክወፅእ ከሎ ኣነ ሕጉስቲ ኣይኮንኩን ክረኣየለ ይደሊ ኦፍኮርስ ዩቲዩበር እየ ክረኣየልኪ ክትሰርሕዎ ብለይ ናይ ሓቂ ንምዝራብ ግን ድማ ብኔጌቲቭ እንትንተይሉ ተቆራሪፁ ክትርእዩ ከለኺ ሙሉእ ቪድዮ ዘይረኣዮ ሰብ እቲ ኮፍ ኢሉ ዝውዕል ሰብ ምናምን እቲ ዘየዳመፆ ሰብ እዩ ዝፀርፈክና እንኳዕ ተረኣየለይ እንኳዕ ኣነ ክፍለጥ እየ ምናምን ኣይብልን እየ ብዙሕ እንትን ኣይህበንን እዩ ሓቂ ስራባ
ያ ፅቡቅ እዩ ክትፅዕሪ ከለኺ ኢኻ ትፅረፍ ገለ ከምቶ ዘይኮን ኣብና ማሕበረሰብና ደስ በሃሊ ነይሩ ግን ኩሎም ዝሓለፉ ሰባት ኣብዛ ኣበይ ደረጃ ዝበፅሑስ እንዳተፀረፉ ምዃኑ ይሕዝን ግን ኣብ በይንኻ ኣይኮነን ገለ ብጣዕሚ ዋላ ሕዚ ክርኢ ከለኹስ ሓደሽ ጀመርቲ ዩቲበራት ስኸውን ትርእዮ ኢኻ ብለይነ ብዝኾነ ስራሕ ኖት ኦንሊ ዩቲበራት ብቻ ይኾኑ ዝኾነ ዝሰርሕ ሰብ ንእሽተይ ዕብይ ክብል ከሎ ኮርኳሚ እኒኦዎ ኣብኡ ከሎ ድቁስ ስለብሎ ሰብ እኒኦ ካብኡ ሱሱ ሰጊሩ እዩ ብዙሕ ሰብ ኣብ ላዕሊ እዩ ዝወፅእ ማለት እዩ። ሕዚ ተፅዕኖ ፈጠርቲ በዓል ኣዶናይ ምናምን እውን ንረኣዮም ኣነ እንኳን ከክንደኦም እየ እንዳበልኩ ኣይኮነን፣ ግን ኣትሊስት ዝኾነ ሰብ ክወፅእ ከሎ ግን ኮርኳም ይዙ ቅዑ ሰብ ታሕቲ ዝገብሮ ሰብ እኒኦ እና ኣይ ቲንክ ጥንካሬ ማለት ሰብ ኣይትጉድኢ ካብቲ ሕብረተሰብ ካብቲ ባህል ዘፈንገጠ ነገር ኣይንግበር እምበር ወቐሳ ዘሎ እዩ በቃ። እንዳ ሰገር ክትቋፃፀሩ የለ ይትኽእሊ እስኺ ጥራሕ ኢኻ ትቕፅል እምበይ ነቲ ሰብ ስሲ ኣብ ውሽጡ ለሎ ኢናርጂ ኢለ ካብለ ሓደ ሓደ ግዜ እስኺ ስለልተጋገኽላ ይኾነ ብጣዕሚ ብጣዕሚ ግን ክንቋፃፀሮ ስለለይኽእል ከምዚ ምቕፃልኪ ብጣዕሚ የለ ድመቐልካ ነሱ ነገር ብጣዕሚ እየ ድፈትል ካብኡ ሕዚ ኒለይ ትሓስቢ ዶ ከምዚ ሕዚ ሲ ሕልመይ ይነብረ ኣለኹ እያ ኢልካ ትሓስቢ
ኩሉ ግዜ ብሌነይ ማዕረይ ኣና ምስጋኒቴ ማለተይ ኣመስጋኒቴ ክብለኪ ከለኹ ምንም ነገር ረኺበ ምናምን ነገር ኣይኮነን ግን በቃ እወ ማለት ኩሉ ግዜ እግዚኣብሄር ሆይ ናይ ባዕለይ ስራሕ ሃበኒ ናይ ባዕለይ እንትክህልወኒ ቦስ ኣይፈቱን ኣነ እታ ውፅ ዝብለኒ ኣይፈቱን ተገደደ ሕዚ ናይ ባዕለይ ቦስ እኒአኹ እግዚኣብሄር ይመስገን ድማ ካብ ዝሓለፈ ዓመት ሎም ዘበን ይሐሽ ስለዚ ንእግዚኣብሔር ከምስግኖ ነኒ ክተምስግንዮ ከለክ ድማ ይውሰኸልክ እዩ ስለዚ ጥዕና ነኒ እዩ እግዚኣብሔር ይመስገን ዳሕና ይሰርሕ እየ ካብ ዓሚ ድሕሪ ዓሚ ምስ ባዕለ እዩ ዝወዳደር ቅድሚ ዓሚ ከመይ ነይረ ዓሚ ከመይ ነይረ ሎም ዘበን ከመይ ኔኹ ውድድረይ ምስ ባዕለ እዩ ስለዚ ለውጢ እኒኤኒ ንባዕለይ ማለት እዩ ስለዚ እወ ብጣዕሚ የምስግኖ እየ ድማ ኣነ ብእግዚኣብሄር ብጣዕሚ እየ ዝተኣማመና እግዚኣብሄር ይገብረለይ እዩ ኢለ ኮፍ ኣይብልን ይሕግዞ እየ ንእግዚኣብሄር ንእሽተይ ይፅሕር ብዙሕ ገይሩ ይህበኒ ቀፃሊ ድማ እግዚኣብሄር ፅቡቅ ይግበሮ እወ ኣብቲ ሕልመይ ግን እነይኹ እወ ሕዚ ንምሳሌ ብዙሕ ነገር ይሓስብ ነይረ ኩሉ ዘይክኸውን ይኽእል እዩ ግን ኣትሊስት ኦን ዘ ወይ ኣብ መንገዲ ኣለኹ ብቃ ከምዚኣ ክነ ከዓስ ቅሩብ እያ ተሪፋትነኒ
ዋና ነገር ኣብቲ ከይዲ እዩ ሕልምኻ ምንባርና እዋእ ኣብቲ ከይዲ እንድሕር ደኣ ሃሊኹ ኮይንክሲ ናይ ሕልሚ ክትነብርዮ ኣለኺ ኢለዮ ልሓስብ እዋእ ካብኡ ኒለይ ተቖፂርኪ ኢኺ ከምቲ ኣንትሪ ዝነገርክኒ ትሰርሒ ኔርክና እንታይ ይብሉ ሓ- ከምዚ ናብ ቢዝነስ ሰባት ገለ እንታይ ይብሉ ቅድሚ ናብ ባዕልኻ ቢዝነስ ምጅማርካ ናብ ባዕልኻ ስራሕ ምስ ጀማርኻሲ ተቖፂርካ ምስራሕስ ኣድላይ እዩ ገለ ክ- ክብሉ ንርኢ ገለና ተቆፂርኪ ምስራሕኽስ ጠቂምኪ ዶ ወይስ ዶንጌ ናባዕለይ ቢዝነስ ቅድሚ ምጅማረይሲ ጊዘየይ እንትን ኾይና ዲኸ ትብልስ ወይ ብፅቡቅ ጎኒ ብዙሕ ተማሂረ ሻልኡ ኣብኡ ስለዝነበርኩ እየ ተቆፂረ እንዳስራሕኹ ስለዝነበርኩ እየ ሕዚ እታ ዘላና ኢል ንፍዕቲ ኾይና ዘላ ገለ ኢልኪ ኣክታሚ ተቆፂረ ምስራይ ብጣዕሚ እየ ዝፈትዎ ብጣዕሚ ማለት እዩ ኣብ ድምፂ ወያነን ኣብ ቲቤስ ነረ ሰሪሓ ተማሂረሉ እየ ብዙሕ ነገር ማለት እዩ ኣብ ድምፂ ወያነ ዝነበረኒ ግዜ ብጣዕሚ ደስ ዝብል ግዜ ነይሩ ብፍላይ ድማ ቲቤስ በቃ ኣነ እውን ፈተዮ ነይረ ዝሰርሕ ሓቂ ዘረባ እና ብዙሕ ነገር ኣምሂሩኒ እዩ ሕዚ ኣነ ቀደም ብጣዕሚ በካይት ነይረ ዝኾነ ነገር ሕዚ እስኺ በቃ ዓርከይ እኽ ሎማዓንቲ ስሒቅኪ ምናምን ሰላም ኢልክኒ ፅባሕ ቅይር ተይልክኒ ዕፅፍ ኢለ ከይደ ብኽይ እየ ዘብል እና እና ኣቤል ጉዕሽ ነይሩ ሓላፊና እና ብጣዕሚ ይቀርበኒ ነይሩ ከም ሃፍቲ ካብ ዓብይን ከም ንእሽተይ ነይሩ ንቀራርብና ቲቢኤስ ሓድስና ቴሌቭዥን ጣብያ ነይሩ ኣብቲ ሽዑ ግዜ ካብቲ ትካል ብላዕሊ ንዓኺ ዘጥፍኦ ግዜ እዩ በዚሑኒ ኩሉ ግዜ እንዳበኸኩ እዩ ዘግኒኒ ኤዲተር ኤዲት ኣይገበረለይን እንትን ኮይኑኒ እንትን ዓፅያትኒ ምናምን ዝብል በቃ ከምዚ ብጣዕሚ ቶሎ Emotional ሴንሴት እዩ እወ ከምኡ ነይረና እ፣ ብከምዚ ንባዕለይ ከጥንክር ገይሩኒ እዩ ኣብ ስርሐይ ጠንካራ ክኾን ገይሩኒ እዩ ጠንካራ እየ ሕዚ እንዳበልኩ እኮ ኣይኮነን ግን ኣትሊስት ነፃነት ነይሩኒ ኩሉ ነገር ንክሰርሕ ማለት እዩ እና ምስ ኣቤል ጉዑሽ እ፣ ብጣዕሚ ብዙሕ ነገር ሓጊዙኒ እዩ ፍልጠተይ ንኸዕቢ እዚ ኣይግበርን እዚ ተትገብሪ ኣብ ዝብል ደረጃ ሓጋዚ እየ ነይሩ ስለዚ ተቆፂረ ምስርሐይ እሞ ድማ ዕድለኛ ኮይነ ምስ ዓበይቲ ሰባት ነይረ ሰሪሐ ኣጋጣሚ ማለት እዩ እሱ ጠቂሙኒ እዩ ካብ ኩሉ ላዕሊ ድማ ድምፂ ወያነ ዘሕለፍክዎ ግዜ ኣጋጣሚ ኮይኑ ሓለፍተይ ፅቡቃት ይኾኑ ኣንግሶ ማብራሃት ፈልጥ ይኹን ኣንጌ በቃ ቃላት የብለይን ሰሪሑና ዶ ክብለኪ ኣነ ሓንቲ መሓዛይ እወ እወ ብጣዕሚ ማለት እዩና ምስኦም ምስራሐይ ዝኾነ ነገር ወሲኹለ እዩ ማላገጥ የሚባል ኣይሕሰብን ነይሩ በቃ ኣብ ስራሕኪ ትኩረት ክትገብሪ ምናምን ብዙሕ ነገር ሓጊዞም እዮም እና ተቆፂረ ምስራሐይ ብጣዕሚ እንኳን እውን ስቂለ ኣይምጀመርክዎ ተቖፂርኪ ምስራሕ ብዙሕ ልምዲ እቲ ምክንያቱ ምስ ብዙሕ ሰብ ኢኺ ትሰርሒ ሕዚ እቲ ኣብ ሶሻል ሚድያ ንፅረፎ ምናምን ትርእዮ እኮ ኢኺ ኣብ ተቖፂርኪ ክትሰርሒ ምሶም መሓዙትኪ ምዞም መሳርሕትኺ ይመፀኪ እኮ እዩ መጠኑ ይፈላለ እዩ እምበር ብዙሕ ነገር እዩ ካብ ስራሕኪ ተዕቢ አንደኛ ነገር ና ብዙሕ ትችት ከም ዝመፀኪ እውን ኣክሴፕት እንዳገበርኪ ምናምን ኢኺ ትኸድና ብብዙሕ ነገር ተቖፂርካ ምስራሕ ዝመስልዎ ነገር የለን ካብኡ ነዞም ኣስራሕትኺ ሓለፍትኺ ዝነበሩሲ እንታይ ዝባሃል ኣባሃህላ ኣሎ ከምዚ ሰብ ክትሃንጽ ከለኻሲ ካብ ዝኾነ ይኹን ንዓቐብሲ ዝኾነ ሰብ ክትሃንጽ ኣለካ ተመሊሱ ፍርያትካ ኣብ ሰብ ኢኻ ትሪኦ ውጽኢትና እንኳዕ ሃነጹኺ ዮ ጎበዝ ሰብ ሃኒጾም ብፍላይ ኣንገሶም ክሳብ ሕዚ ማለት እዩ በቃ ክሳብ ሕዚ እዩ ኣብ ጎነይ ዘሎ ብብዙሕ ነገር ዝከታተለንና ከምዚ ኣጆኹ ዝብለኪ ሰብ እኒኦ ምሽ ክሳብ ሕዚ ማለት እዩ እና ውይ የኽብሮም
ኒለይ ሕልሚ ክትነብረለኺ ኢኺ ሕዚ ኣብ ፅቡቅ ኩነታት ይኹና ይኹና እስቲ ቅድሚ ሕዚ እዛ ዝነበረት ናይ ልዓንቶ ኢላ ብከምዚ ብኸይቲ እየ ነይራ ገለገለ ኢልክኒ ነይራ ንእሽተይ ዝተኣዋቅዐኒ ማለት እዛ ቅድሚ ሕዚ ዝነበረ ፍልልዩ ኢለ ሰባት ከምዚ ኢልካ ኣብ ዝኾነ ደረጃ ክትበፅሕ ከለኻስ ከምዚ ሱእ ኢልካ ኣብ ትሒ ዝለለኻዮ ደረጃ ልበጻሕኻ እዩ ልመስሎም እና ትለሓለፍኻዮ መንገዲ ንኻልኦትውን ትምህርቲ ክኾን ስለ ልኽእል ህዚ ኣብቲ ኣብቲ ቅድሚ ዝነበርክዮ ዝነበሮ ንኣሽቶ ኣሕዋትኪ እንድሕር ደኣ ኣብቲ ናትኪ ህይወት ሰሚዖምሲ ኣሀ ኣነ ልምባር ድሕር ህቢዘስ ኣብ ልኾነ ደረጃ ክበጽሕ እየ ገለ ኢሎም ንክሓስቡ ይገብር እዩ ኢለ ስለ ልሓስብ ንእሽተይ ተተዋጋኒ ደስ ኢሉኒ ብዙሕ እዩ ከመይ ካበይ ከም ዝጅምረልኪ ላይፍ ቀጥቂጣትኒ እያ ፅቡቅ ገይራ ሰብ ብብዙሕ ነገር ይፍተን እዩ ብብዙሕ ፈተናታት ገፂሞምኒ ይፈልጡ እዮም እና በቃ ብዙሕ ነገር እኒኦ ሰብ ኣብ ሂወቱ ዝገጥሞ ነገር ኩላትና ዝገጥመና ነገር ይፈላለዩ እዩ ኣነ ገጢምኒ እዚ እዚ ኣሕሊፈ እየ ተይለኪ ንዓኺ ሲምፕል ክኾን ይኽእል እዩ ንስኺ እውን ተነጊርክኒ ንዓይ ሲምፕል ክኾን ይከኣል እዩ እዚማ ምናምን ትብሊ ኢኺ እቲ ዝነብሮ ሰብ እቲ ዘሕልፎ ሰብ እዩ ዝፈልጦ እንታይ ዓይነት ክብደት ከም ዘለዎ ማለት እዩ እና እንታይ ይብል ነይረ ቀደም እግዚኣብሔር ግን ንዓይ ብቻ ድዩ ከምዚ ዝፍትነኒ ይብል ምክንያቱም ምስ ኣጠገበ ያሉት ሰዎች ምናምን ክሪኦም ኩሎም ሕጉሳት ኩሎም ብብዙሕ ነ- በቃ ክስሕቁ ክፃወቱ ኣነ ብቻ ውስጠይ ፔን ብዙሕ ነገር ሒዘ ይርኢ እሞ ኣነ ብቻ ንምንታይ ንምንታይ ንዓይ ብቻ ጎይታይ መዓረይ ትፍትነኒ ኢለ ይፈልጥ እየ ብዙሕ ግዜ ንባዕለይ ማለት እዩ እንዳ ዕድመኺ እውን እናወሰኸ ክመፅእ ከሎ ግን ኣብ ኩሉ ሰብ ፈተና ከም ዘሎ ትርእዩ እና እቲ ዋንኡ ነገር ኢድ ዘይምሃብ እዩ ፈተና ኣብ ስራሕ ክኾን ይኽእል እዩ ኣብ ሂወትኪ ክኾን ይኽእል እዩ ኣብ ብዙሕ ነገር ኣብ ቤተሰብኪ ክኾን ይኽእል እዩ በቃ ሂወትስ በዓላ ፈተና እያ እቲ ዋና ነገር ግን ናብ እግዚኣብሄር ብምቕራብ ይኣምን እየ ኣነ ብዙሕ እና ልበይ ዘዋግዑ ዕረክቲ የብለይን እዩ ናብ እግዚኣብሄር ብዝተካለኒ መጠን ይቀርብ እየ እና ይሰምዐኒ እዩ ድማ እግዚኣብሄር ይመስገን ንልቦም ዝሓዘኑ እግዚኣብሄር ቅረባ እዩ ገለ ብጣዕሚ እወ ስለዚ በቃ እሱ እውን ይመስለኒ ጠንካራ እንዳገበረኒ ብዙሕ ነገራት ሓሊፈ እየ ሕዚ ሓደ ሰብ ኣብ ሚድያ ክትርእዩ ከለኺ ስለ ዝሰሓቐ ብቻ ወይ ፅቡቕ ነገር እንትን ስለ ዝበለ ብቻ ኩሉ ነገር ተመቻችዩሉ እዩ ማለት ኣይኮነን ህይወት ባዕላ ፈተና እያ እና ኣብ ስራሕ ዓለም እውን ብዙሕ እየ ተፈቲነ ቀሊል ኣይኮነን ብዙሕ ብዙሕ ብዙሕ ፀለመታት መፂኦምኒ ይፈልጡ እዮም ሓቂ ሒዝኪ ድንን ክትብሊ ተጌርኪ ትፈልጢ ኢኺ ብዙሕ ነገር ሓሊፈ እየ ምስ እግዚኣብሄር ሓሊፈዮም ኣለኹ ቀደም ይሰምዕ ነይረ ዝኾነ ነገር ናይ ተተባሂሉስ ወይ ዝኾነ ነገር ተሰሚዐ ባዕሉ ብሌን መፂ ክገፅ ከዋላ ቅይር ተይሉንስ ይፈርሕ ነይረ ደንጋጣ እየ ነይረ ብዙሕ ካብ ገዛ እውን ዝወፅእ እንትን ኣይነበርኩን ነይረ ኣብቲ በቃ ካብ ገዛ ምሰደይ ምሰቦይ ምናም ስለዝነበርኩ እቲ ደገ የድንግፀኒ ነይሩ ምናምን እና ሕዚ ምንም እዩ ዘይመስለኒ ምንም በቃ ሓቂ ሓዚ እመንሉ ባዕልኺ ካልእ ናይ ባዕሉ ጉዳይ በቃ ከምኡ እየ ዝሓስብ እና ምንም ነገር በቃ ቅድሚያ ንባዕለይ ዝሕብ ካብ ማንም ብላዕሊ ንባዕለይ ይፈትዎ እየ ከምቲ ዝበልኩም ናይ ኢሊ ፈትዋ እየ ንባዕለይ የኽብር እየ ኣነ ብቻ ክኣምነሉ ዝኾነ ነገር ካልእ ምንም ዝግድሰኒ ነገር የለን እና እቲ ፈተና ምሕላፍ ብብዙሕ ተፈትየ ሕዚ ብካሊእ ፖድካስት ክድማ ብደንቢ ዝርዝር ዘውግዐኪ ነገር ክህሉ ይኽእል እዩ እና ፈተና ብጣዕሚ ብዙሕ ነገር ኣሕሊፍና ኢና ብስራሕ ብቻ ኣይኮነን ብብዙሕ ነገር ሂወት ባዕላስ ፈተና እያ ከምቲ ዝበልኩ ማለት እዩ ሕዚ ነዋቀል ወላ ካሊእ ግዜ ብዙሕ ፈተና ተሓሊፍካስ ንከመይ ኢካ ከምዚ ነገራት ዘይትዳሃል ዓይነት ሰብ ትኸውን ገለ ይመስለኒ ብቀሊሉ ኣይትዳሃልን ብብዙሕ ፈተና ተሓሊፍካና ሃቂ ተሒዝክለ ዝኮነ በቃ ዝኣመንክሉ ነገር ብቻ ግበርና ምንም ምንም ኣይምሰኣነ ኣይተሃልን
ሚለይ ከምቲ ዝፍለጥሲ ጓል ጀነራል ይኸይና ሰባት ደቂ ጀነራላት ወይ ደቂ ሃፋት ገለ ክኾኑ ከለዉ ኣነ እኳ ይፈልጥዋ ግን እንትም ይብሎ ከምዚ ናብ ባዕሉ ፅቡቕ ነገር ኣለዎ ከምዚ ውሕስነት ይስምዐካ እዩ ዝተኸበርካ ሰብ ክትኾን ትኽእል ኢኻ ገለ ብኡ ልክዕ ላላ ብዚ ሓደ ገፁ ከምዚ ነፃነትኻ ትምንጠል ገለ ገለ ክብሉ ይስማዕ እዩ። ሕዚ ንስኽሲ ካብቲ ውሕስነት ተሰሚዒኪ ዝዓበኺ ዲኽስ ወይ ደሞ ነፃነትኺ ናይ ባዕልኺ ህይወት ዝነበሮ ፈተናታት ዝተመልኦ ድዩ ነይሩ? ከመይ ነይሩ? ካብኡ እንድሕር ፈተናታት ነይሮምካ ብኸመይ ኢኺ ትሓልፍዮም ነይርኪ? ንእሽተይ ኣዋጊዕ ከኒክን ምስኡ ዝተተሓሓዘ ንኣብነት ሕዚ ለላ ካብኡ ምስኡ ተሓይ ዘለለ ክነግረኪ ልደልዮ ነገር እንታይ እዩ ሕስ ዝኾነ ክሰርሕ ከለኻ ምናምን ድሕር ባይታኻ ሰባት ይርኢ እሞ እዚ ደኣ ወዲ ሃብታም እንድዩ እዚ ደኣ ወዲ እዚ ሓላፊ እንድዩ ወዲ ጀነራል እንድዩ ወዲ ገለ ይብሉ እሞ ኣይ በቃ ከምዚ ኣነ ክሰርሕ ክፍትን እዩ ኣይስኮ ከምዚ ስለልኾነ እዩ ሓገዝቲ ኣለዎ ሰብ ኣለዎ ኣይኽእል እዩ ገለ ኢሎም ዝኣምኑ ሰባት እኒአው ከምዚ ከም ሃገርካ እና ባዕልካ ፔን ሒዝካ ትሓልፍ ትፍተን ትስእን ኣይመስሎም ከመይ ነይሮ ንእሽተይ ተዋጊዕክን ደስ ይብለኒ ኣጋጣሚ ኮይኑ ኣነ ካብ ብከምዚ ዓይነት ነገር ብጣዕሚ ኮንፊደንስ እኒኒ ኮንፊደንስ ክስመዐኒ ገይሩ እውን እዩ ኣዕብዩኒ ጓል ወታደር ተኮይንክስ ከምዚ ፈርጣማ ምናምን ምናምን ኢኺ ትኾኒ ብካሊእ ኣይኮነ ከምዚ ጠንካራ ክትኾኒ ይገብረኪ እዩ እና ከምዚ ዓይነት ነገራት እኒኦ ከምቲ ስኺ ትብልኒ ማለት እዩ ኣነ ዝፈልጠኒ ሰብ ይፈልጠኒ ብባዕለይ ብጣዕሚ እየ ዝተኣማመን ብናይለይ ዝተኣማመን በቃ ብማንም ኣይተኣማመንን እየ ብእግዚኣብሄር ይተኣማመን ካብ እግዚኣብሔር ቀፂሉ ብናይል ይተኣማመን ማለት እዩ ከምቲ ዝበልኩኸይ ምንም እንትን ዘይብል ሰብ ብዙሕ ሽምኪ እንትን ክብለኪ ዝኾነ ነገር ተሰሪሐስ ናብ ቤተሰብ ወሲዱ ለጢፉ እዚኣ እኮ ጓል እንትና ስለዝኾነት ምናምን ይብለኪ እዩ ኢሉ ይተርፍ። ኣነ ማለት ምንም በቃ እግዚኣብሔር ዝፈቀደለይ ስራሕ እዚኣ እያ እዚኣ ኢል ሰርሕ እዛ ስርሐይ እዚኣ ተጠቂመ ወይ ድማ ጓል ማንም ስለዝኾንኩ እሳ ተጠቂመ ዝጎዳእክዎ ሰብ የለን። ኦፍኮርስ ኢንቨስቲጌሽን ምናምን ይሰርሕ እዩ ብዙሕ ግዜ ተሪኢክኒ ብፍላይ ጉድኣት ዝበፅሖም ሰባት ጉድኣት ዘብፅሑ ሰባት ኣይንክኡን ዝበሃሉ ሰባት ደፊረ ሰሪሐ ይፈልጥ እየ ኣቃሊዐ ይፈልጥ እየ። እሱ ግን ማንም ተኣማሚነ ይኮነ ንስራሐይ ተኣማሚነ እየ መረዳእታ ኣኪበ ምናምን በቃ ብናይ ባዕለይ ተኣማሚነ እየ እምበር ንማንም ሽፋን ገይረ ምናምን ዝገብሮ ነገር የለን። ሰብ ከምኡ ክብል ይኽእል እዩ። ኢሉ ይተርፍ ምነ ክንገብሮ ይኽእል ኣነ ናይ ኢለይ ብእግዚኣብሔር ብብና ባዕለይ ካብኡ ድማ እግዚኣብሔር ይመስገን ኣነ እና ብእግዚኣብሔር ብጣዕሚ ቀረባ እየ ምንም ነገር ላይ ዝኾነ ነገር ተኮይኑስ ውይ እግዚኣብሔር ኢለ በቃ ናይ እግዚኣብሔር ሽምስ ይቀርበኒ ካብ ምንም ንላዕሊ ማለት እዩ ስለዚ እቲ ፀለመታት ካብቲ ዓንቶይ ዝበልኩ እዩ ሰብ ባክግራውንድ የፅንዕ እሞ ጓል እንትና እኮ ጓል እንትና እኮ ስለዝኾነ ይብሉኽ እዮም ብጣዕሚ ይብሉ እዮም ዘይምስማዕ እዩ ካብኡ ኮንኪ ዘይምርኻብ እዩ ኮንኪ ዘይምርኻብ እዩ ዝገበርክዎ ነገር ተሃልዩ ከሸማቀኒ ይኽእል እዩ ከምዚ ኢለ እውን ኣይዛረበክን እየ ይብሉ እዮም ኢሎም ይተርፉ ከምዚ እንትልበሃል ዝኾነት ማን እናረኣኽዋ ነይራ ኣይትንኩእን እምበይ ብዛዕባ ኢለለኩም ኣመላኻኽ ተስፋ ኣይምልከተንን ዓይነት ነገር ፅሕፍ ተነፈዮምኒ እሱ ካሊእ ጉዳይ
ብቻ ብዙ ነገር ይዛረብ እዩና ሰብ ድማ ክቀርበክ ከሎ እዩ ዝፈልጦ ብሌኒ ማዕረ ክቀርበክ ከሎ ግን በቃ ሕዚ ስለ ናይል ክዛረብ ዝኽእል ሰብ ቀዳማይ ኣነ ኣነ ናይል ካብኡ ድማ ንዓይ ዘቐርቡኒ ሰባት እስኺ ወይ ካሊእ ሰብ ምናምን ምሳይ ቀረባ ዝኾንኩም ሰባት እዩ ስለናተይ ክዛረቡ ዝኽእሉ እምበር ብርሑቅ ዝፈልጠክማ ሓደ ሓደ ግዜ ኣይትፈርድሉን በቃ ንሕና እውን ከምኡ ኢና ሰብ ጀጅ ንገብር ኢና እኮ ብርሑቅ ኣነ ዘይፈልጦም ሰባት ብጣዕሚ ብዙሕ ግዜ ጀጅ ገይረ ዝኾነ ተጋጌ ይፈልጥ እየ ክቀርቦም ከለኹ ሕዚ ስኻይ ትፈትውኒ
ንጊረኪ ምንም እኮ ኣይፈልጠኪ ኣይፈልጠኪ ነይረ ምናምንና ንጊረኪ ኣቐዲመ ካብስ ብርሃን እዩ ለዛም ናይ ንገለ ብገለ ኣልዒልና ክሲ ብሬ ሽኮር እዋ ኣታ ሽኮር እዚ ትሪኦ ተኸይ ቴንኪዩ ከዓ ከምዚ ገርካ ንኩሉ ግዜ ልሕግዘኒ ሰብ እዩ እ። ዩቱብ ካብ ልጅምር ኣትሒዙስ ሰብ ከይደኸ ኣነ ንባዕለይ ኣይገብሮ እዩ ንካልኦት ሰባት እዋ ከይደኸሞ ከመይ ኢልኩ እንደዚ ኢላ ክል ይሕግዘካ ይጥይቐካ ገለ ኢሉ ኣለና እ፣ ብጣዕሚ ሽኮር ሰብ እዩ ናይ ደስ ብጣዕሚ ዝብል ብሬ ሓወ እዩና። ብጣዕሚ ብጣዕሚ ካብኡ ምስ ናይል ገለገለ ኢሉስ ውይ ዘይፈትዋ ሰብ ገለ ኢለ እንታይ ገይራትኪ ንስ ኣስ መልሲ የብለይ ወላ ሓንቲ በቃ ኣይፈልጠኪ እኮ ከኣስ ብጣዕሚ ቅንዕቲ ለዋህ ሰብ እያ ደስ በሃሊት ሰብ እያ ምስ ፈለጥኸያ ኣይትደግሚ ዝቓል ገለገለ እኒ ብሬ ኣብ ሓወይ ሸዓ መዓልቲ ኣድሓቲ

ዝጎደእኪ ሰብ እኮ እኒኦ እዩ። ያ ቀሪብክዮ እንደውም ደስ ባልስ በሃሊ ሰብ እዩ ኢልኪ ኢኺ እኮ ቀሪብክዮ ሲ እወ ደስ ከም በሃሊ ኢልክስ ዘይተጸበኽዮ እወ ክኾነኪ ብጣዕሚ ይኽእል እዩ። ብጣዕሚ ብዙሕ እም። ሰብ እኔ ብ- በቃ ዝኾነ ነገር ኣጋጢምዎ ምስ ዝ- ብዝተካእለኒ መጠን ብዘለኒ ብሓሳብ ክኾን ይኽእል እዩ ኣጆኹም ዝበልክዎም ሰባት ሕዚ ቅይር ኢሎምኒስ እ፣ ወቃዕቲ ኮይኖም ትርእዮም እና ከምዚ እውን ኣለዎ ድዩ ኢልኪ ንካሊእ ግዜ ትምህርቲ ትወስድሉ ከምኡ እውን እኒኦ እዩ እና
ኣብ ስራሕኪ ማለት እዩ ኣብ ስራሕኪ ዝዓበየ ዘጋጠመኪ ቻለንጅ እንታይ ነይሩ ማለት ፈተና ትብልዮ ዝዓበየ በቃ ኣብ ስራሕ ካብ ትጅምር ኣብዚ ዓመት ማለት ብጣዕሚ እየ ክንፍዕተካ ኣብ ሓደ ዓመት ሰማንያ ሽሕ ሰብስክራይብ ኣብ ትግራይ ንመጀመርያ ግዜ ክኾን ይኽእል ይመስለኒ ዳታ ይብለይ ግን ምናልባት። ኣነ ካብ ዝፈልጦም ሰባት ግን ንስኺ ኢኺ እና ጎበዝ ኢኺ ንፍዕቲ ኢኺ ማለት ማንም ኣይገብሮ እዩ ሰማንያ ሽሕ ሸሞንተ ሽሕ ንባዕሉ ዓመት ጎበዝ ተኮይንካ ኢኻ ትሰርሖ ስለ ጀሚሮ እዩ ዘለኹ ምን ያህል ከም ለድክም እውን ይሪኦ ስለ ዘለኹ ካብዚ ዓበየ ፈተና ዘጋጥመክ እንታይ ነይሩ
በቃ መጀመርያ እቲ ስራሕ ክጅምር ከለኹ ቶሎ ቶሎ ነርና ቪድዮ እንትን ንብል እና ኣነ ንባዕለይ ዝብሎ ማለት እዮም ይሄ ዩትዩብማ የማርያም እጅ ኣለበት ትላለሁ ይብል ነይረ ንባዕለይ ቶሎ ቶሎ ዩትዩብ ይዓቢ ሰብስክራይበር ይዓቢ ነይሩ እና ብሰሙን ኣርባዕተ ቪድዮ ይሰድድ ነይረ ሓቂ ዘረባ ኣነ እውን እንትን ኣይበልኩን ሓደ በቃ ስርሐ ኢለ ስለልሓዝክዎስ ምሳይ ዝሰርሑ ዝነበሩ እውን ዓወትና ሃፍቶም ዝበሃሉ ነይሮም ብጣዕሚ ሓገዝተይ ነይሮም ሓቂ ዘረባ ሕዚ እውን ምሳይ ዘለዉ ብጣዕሚ እዩ ዝሕግዘኒ እና ከምዚ ብዙርያይስ ብፅቡቅ ሰባት ክትክበቢ ከለኺ ዝዕንቅፈኪ ሰብ ተዘየለ እንዳዓበኺ እንዳዓበኺ እየ ክትኸዲ ማለት እዩ እና እግዚኣብሔር ይመስገን ንእሽተይ ፅዒረ እግዚኣብሔር ብዙሕ ገይሩ እዩ ዝህበኒ ንእሽተይ ኣነ ተሞኪረ የብዝሐለይ እግዚኣብሔር ይመስገን ኩሉ ግዜ ማለት እዩ እና እዋእ እዋእ ኣብ ውሽጢ ሓደ ዓመት ብዙሕ ኣይተለመደን መስለኒ ሰርፕራይዝ እዩ ገይሩኒ እና ፈተና ብዙሕ እኒኦ ብሌኒ ማሪ ብዙሕ እኒኦ ብፍላይ ከምዚ ኢንቨስቲጌሽን ክትሰርሐ ከለኺ ምናምን ስኢሉ ዘይረብሕ ፀለመታት ይመፀኪ ብዙሕ ብዙሕ ነገር እኒኦ እና እዚ እዩ ክብለኪ ኣይኽእልን ብፍላይ መጀመርያ ክጅምር ከለኹ ብጣዕሚ ብዙሕ ትናሰብ ነገርስ በቃ እንት ክብድ ይብለን ነይሩ ጽቡቅ ነገር ትሰርሒ እሞ ይረኣየልኪ ምናምን እኮ እዩ ግን ብኔጌቲቭ ሓደ ክልተ ሰብ ክጽሕፍ ከሎ እሱ ምልማድ ኣቢሉ ነይሩ ሕዚ ኣይመስለንን እሱ እሱ ይኸብደኒ ነይሩ ካሊእ መጀመርያ ከባቢ ፋይናንሻል እውን ይጥቀም ነይረ መጀመርያ ከባቢ ማለት እዩ ካብኡ ግን እቲ ባዕሉ ባዕሉ እንዳዓረየ ስለ ዝኸድ ጽቡቕ ይኸውን ኣሎ እቲ ናብ መጀመርያ ጸገማተይ ሕዚ ኣሎ ሕዚ እውን ድማ ዝኾነ ለጋጥመኪ ነገር እኒኦ ጽባሕ ድሕሪ ጽባሕ ክዕሪ እዩ ኢለ ስለ ዝሓስብ
ትሓልፊ እየ ጎበዝ ካብኡ ንላይ ዝበዝሕ ግዜ ኣብ ስራሕትኺ ማለት እስኺ ኢኺ ኣብ ትግራይ ካብ ለለዎ ይመስለኒ ከምዚ ምስ ናይ ኤርትራውያን ለሎ ናይ ሓደ ህዝቢ ንምምፃእ ድዩ ፅምዶ ድዩ ትኩረት ክትሰርሐዮ ንስኺ ኢኺና ምስ ፖለቲካ ትግራይ ተታሂዙ ለለኪ ምልከታ ምስ ኤርትራውያን ለለኪ ማለት ከምዚ ብዙሕ ተባሂሉ እዩ ኣብ መጀመርያ ከምዚ ከም ሓደ ህዝቢ ትሓስብ ነርካ ስለለ ብዙሕ ብዙሕ ተቀያይሩ ኣብዚ ሓሙሽተ ዓመት እዚ ብጣዕሚ ተቀያይሩ እዚ ዝነበረ ነገራት ብጣዕሚ ተቀያይሩ ገለ ስለዝኮነ ሕዚ ኒል ከመይ ክትርእዮ እዚ ነገራት
መጀመርያ ክልተ ሽሕን ዓሰርተ ሰለስተን ዓመተ ምህረት ኩላትና ኣይንርስዖን ኢና እቲ ኣብ ልዕሊ ህዝቢ ትግራይ ዘጋጠመ ነገር ማለት እዩ። ትግራይስ በይና እያ ነይራ ፈታዊ ኣይነበራን። እሱ ይመስለኒ ድማ ብጣዕሚ እ፣ ዝጎደአና ማለት እዩ ኩሎምስ ከም በቃ ክሳብ ዋ- ክንግንፀል ኒኢና ኢልና እኮ ንሓስብ ነይርና እወ እቲ ሽዑ ክንግንፀል ኒኢና ዝብል ዝነበረ ሰብ ሕዚ ኢትዮጵያ ሃገረ እያ ኢሉ ክፅሕፍ ኣነ ክልተ መልሓስ ኣይፈቱን እየ ዝብሉ ሰባት እኒአው ብዙሕ ግዜ ማለት እዩ። ኣነ ካብ መጀመርያ ኢትዮጵያዊት ነይራ ካብ መጀመርያ ክልተ ሽሕን ዓሰርተ ሰለስተን ዓመተ ምህረት እንዳተጨፍጨፍና እውን እቲ ስርዓት ጨፍጫፊና ከም ዝነበረ እየ ዝኣምን ነይረ እቲ ህዝቢ ኣይኮነን ኢለ እየ ዝኣምን ብዙሕ ፕሮፓጋንዳ ተሰሪሑ እዩ ህዝቢ ትግራይ ካንሰር ተባሂሉ እዩ የቀንጅቦች ተባሂሎም እዮም ሜቴክ መጀመርያ እቲ ጠቅላይ ሚኒስትር ኣብይ ክመፅእ ከሎ ፖድካስት ክናብ ፖለቲካ ከይቀይረክ እምበር ኣብ ሜቴክ ዝነበሩ ሰባት ኣሲሩ ተጋ- በቃ ከምዚ ትግራዋይ ነይሩ ኣታክ ተገይሩ ሕዚ ዘጥፈእ ሰብ ይታእሰር ኣነ ምንም እንትን የብለይን ኣብቲ ሽዑ ግዜ ግን በብሄር ተደራጅተው ዘርፈው ኢሉስ ኩሉ ሰብ ንትግራይ ክጸልእ ነይሩ ተገይሩ ማለት እዩ ኣነ እንደውም ኣጋጣሚ ኣብዞም ንኣብሜተይ ክናይ ጀነራል ክንፈዳኝ ይኹን ካልኦት እውን ነይሮም ስኢለ እንዳኸድኩ እቲ ችሎቶም ይከታተል ነይረና እቲ ብቲቪ ዝተሰርሖ ዶክመንተሪና እቲ ክሶም ሓደ ኣይነበረን እዚ ክብል ከለኹ ጥፍኣት ኣይተፈን ኣይኮነ እንዳበልኩ ዘለኹ ግን ብሄር ተኮር ጥቅዓታት ነይሮም እዮም እና ኩሉ ከም ህዝቢ ነይሩ ጸሊኡና ብዙሕ ዋጋ ተኸፊሉ ጦርነት ተላዒሉ ትግራይ ወታደር ኣይነበራን ኣብቲ ሽዑ ግዜ ተጋደልቲ እቲ ጭቆና ሪኦም ከምዚ ብሶት የወለዶ ዝበሃል ኒኦምሽ እቲ ግፍዒ ኣንገብጊብዎም ብጣዕሚ ብዙሕ ተጋደልቲ ወፂኦም ዋጋ ከፊሎም እዮም ክሳብ ትዓበየ ክቡር መስዋእትነት ናይ ሂወት መስዋእትነት ከፊሎም እዮም ኣነ እዚ ክድገም እኒኦዎ ኢለ ኣይሓስብን ሶ ታይ እዩ መፍትሒኡ ተይልክኒ ሰላም ሕዚ ናይ ኢትዮጵያ መከላከያ ሰራዊት ኣብቲ ሽዑ ግዜ ደሞዝ እንዳተኸፈሎ ነይሩ ዝዋገእ እና ደሞዝ እኒኦዎ ቲዴፍ ናይ ትግራይ ሰራዊት ኣብቲ ሽዑ ግዜ ደሞዝ ኣይነበሮን በቃ ትግራይ ክትቅፅል እኒኦዋ ኢሉ ናይ እማን ናይ እማን ሕቶ ሒዙ ዝወፀ ሰራዊት እዩ ነይሩ ክትጠፍኡ እኒኤኩም ይብለና ኣብይ ኣሕመድ ኣይንጠፍእን ዝብል ቃልሲ እዩ ነይሩ። ፕሪቶርያ ተፈፂሙ ድሕሪ ውዕሊ ፕሪቶርያ ኩሉ ነገር ርኢኽዮ ኢኺ። ናይ ኩላትና ኣብቲ ሽዑ ግዜ ኩላትና ትግራይ ትስዕር ትግራይ ትስዕር ትግራይ ሃገር ትኹን ንብል ነርና። ኣብ ኩሉ ሰብ ክሳድ ናይ ትግራይ ካርታ ነይራ ርኢኽዮ ተኺ ኣብ ኩሉ ሰብ ማለት እዩ። በቃ ዝኾነ ሓቦ ነይሩና እዩ። ሕዚ ትግራይ ኣይኾነይ ዶ ሃገር ክልል እውን ኣይኾነትን ብትኽክል። ድሕሪ ውዕሊ ፕሪቶርያ እውን ዓይነቱ ቀይሩ እምበር እቲ ግፍዕታት እንዳቐፀለ እዩ ዘሎ። በጀት የለን፣ መድሓኒታት የለን፣ ብዙሕ ብዙሕ ነገር ተዘርዚርክዮ እንኳን ማለት እዩ። ብታክሲ ክመፅእ ከለኹ ሕዚ ባዕሉስ ዒስራ ቅርሺስ ትራንስፈር ገይረ እየ መፅየ ካሽ ዝበሃል ነገር የለን። ዊች ኢዝ ኣብ ካልኦት ክልላት ዘየለ ነገር ቀስ እንዳበልኩ ን ህዝቢ ትግራይ ከጥፍኡ ዝብል ፕላን እዩ ነይርዎ። ሕዚ ኣብቲ ሽዑ ግዜ ኩላትና ሓደ ነርና፣ ሕዚ ተመቓቒልና እኒኤና። ሶ ናብ ፅምዶ ክመፀልኪ ከለኹ ኣነ ህዝቢ ትግራይ ምስ ኩሉ ህዝቢ ሰላም ክኾን እኒኦዎ ኢለ እየ ዝሓስብ። ብፍላይ ድማ ምስ ህዝቢ ኤርትራ፣ ምስ ህዝቢ ኣምሃራ፣ ምስ ህዝቢ ኦሮሞ ማለት እዩ። ሕዚ ተገደደ ኣብቲ ሕዚ እንታይ እኒኤና ኣብ ኩናት እኒኤና እወ ኩናት ሃዋሁ ምስ መን እዩ TDF ክዋጋእ ዝኽእል? ምስ ፒፒ ምስ ኤርትራ ክንዋጋእ ኢልኪ ትሓስቢ? ንዋጋእ ዲና ሕዚ ኣብቲ ሕዚ ዘሉ ነባራዊ ኩኔታ ተገደደ ምስ ኤርትራ ኩናት ተሪፉ እዩ እኒኦ ምስ ፋኖ ኣብቲ ሽዑ ግዜ ኣትዩ ምስ ፌደራል ኮይና ብዙሕ ነገር ሓሊፉ እዩ ሕዚ ኣትሊስት ምስ ፋኖ ዝነበረና ነገር የለን ማለት እዩ ኣትሊስት ውግእ የለን ብሓባር ድዮ ምናምን ዝብል ነገር ንግዳፎሞ ኣትሊስት ኣብቲ ሕዚ ግዜ ሻዓብያ ኣይወገእናን እዩ ፋኖ ኣይወገእናን እዩ ሓንቲ ንያ እና ሐዚ ምስ ፒፒ ኢና ማለት እዩ ስለዚ ሰላም ደልዮም ኣለዎ ማለት እዩ ስለዚ ሰላም ተይሎም ሰላም ማለት ትዝነበረ ነገር ምርሳዕ ማለት ኣይኮነ ሰላም ማለት ኢትዮ ኤርትራ ጦርነት ነይሩ እኮ ወ ኣብይ ኣሕመድ መፅዩ ሰላም ተፈጢሩ ቦርደራት ተኸፊቶ ምናም እቲ ሽዑ ግዜ ዝነበረ ሰላም ንህዝቢ ትግራይ ዘግለለ ሰላም እዩ ኢለ እየ ዝሓስብ ምክንያቱም ኣብቲ ኩናት እውን ብዙሕ ነገር ተፈጢሩ ስለዝነበረ ማለት እዩ ሕዚ ግን በቃ ትክክለኛ ሰላም እዩ እንተይልና ተዘይንዋጋእ ትውግእ ተትሪፍናዮ ንምንታይ ሰላም ዘይንደሊ ብኩናት ኮ ብጣዕሚ ዝተሓሰና ህዝብታት ኢና ኮ ብደንቢ ፅምዶ ብደንቢ ገይረ እየ ዝድግፍ ብደንቢ ገይረ ምስ ህዝቢ ኤርትራ በቃ ባእሲ ኣየድሌናን ሰላም ክንኮነ ኢና ምስ ህዝቢ ኣምሓራ ኣብቲ ፅምዶ ሕዚ እውን ኣምሓሩ ስለ ዘሎ እዮም ኩናት ኣየድሌናን ብደንቢ ገይረ እየ ዝድግፎ ኣብይ ኣሕመድ ፅባሕ ንትግራይ ኣይወግእን ሰላም ክፈጥር ንኤኒ ተይሉ ብደንቢ ገይረ ይድግፎ እንዳተዋጋእና ኣይንነብርን ኢና ዝኮነ ግዜ እኮ ሕዚ ንምሳሌ ኣብይ ኣሕመድ እንዳደገፍኪ ጽምዶ ኣብዚ ኣተው ግዚ ተኮንኪ እዚ ፖለቲካ ኣይኮነን ኣነ ምስ ኤርትራውያን ሰላም ይደሊ እየ ምስ ኣብይ ኣሕመድ እውን ይደሊ እየ ግና ሕዚ እውን ኣብ ልዕሊ ህዝቢ ትግራይ ይወግኣና ዘሎ ኣብይ ኣሕመድ እዩ ምስኡ ኩናት ተተሪፉ ዋይ ኖት ንምንታይ ሰላም ኩሉ ግዜ ቀዳማይ ምርጫና ስለ ዝኮነ ማለት እዩ ልዕሊ ህዝቢ ትግራይ ናይ ሰላም ኣድላይነት ዝረኣዮ ሰብ የለን እቲ 2ዓሰርተ ዓሰርተ ኣርባዕተን ዓሰርተ ሓሙሽተን ዓመተ ምህረት ቀሊል ኣይነበረን ቀሊል ኣይነበረን። ምናልባት ኣነ ርእየ ይፈልጥን ሰብ ብሂወቱ ክቃፀል ከሎ ንመጀመርያ ግዜ ኣብ ኢትዮጵያ ታሪክ ክኾን ይኽእል እዩ ተዘይተጋጌ ማለት እዩ ትግራዋይ እዩ ብሓዊ ተቃፂሉ ርኢኽዮ ትኾንዋ ብሂወት ከሎ ብሂወት ከሎ ሞይቱ ሬሳ ዘቃፅሉ እንትናት እኒኦ ብሂወት ከሎ ግን ትግራዋይ እዩ ተቃፂሉ ሰላም ምስኣን እዩ እዚ። ስለዚ ኣነ ብምንም ዓይነት መማረፂ ሰላም ንድርድር ኣየእትውን እየ። ምስ ኤርትራ ዝግበር ሰላም፣ ምስ ኤርትራ ዝግበር ርክብ፣ ፅምዶ ብደንቢ ይድግፎን ይሰርሐሉን እውን እዩ። ብደንቢ ገይረ እየ ዝሰርሐሉ ኣነ ምና ክብል ኣይደልን ይድግፍን ፈረቓን እየ ፅምዶ ማለት እዩ ምስ ኣምሓራ ዘለና ርክብ ክመሓየሽ እኒኦዎ እወ ይድግፍ እየ በቃ ዕላማኺ እኮ ዝተፈላለየ ክኾን ይኽእል እዩ ሕዚ ናይ ፋኖ ዕላማ እኒኦ እሱ ከምዘለ ኮይኑ ማለት እዩ ዕላምኦም ኣይኮነን ዝድግፎ ዘለኹ እቲ ፒስ እቲ ሰላም እቲ ነገራት ብልዝብ ናይ ምፍታሕ ነገር ግን ክልመድ እኒኤዎ ፀላእትና ክንቅንስ እኒኤና በቃ ኩሉ ግዜ እንዳተዋጋእና ክንነብር የብልናን ኤርትራ እ ምስኣ ክንዋጋእ እኒኤና እንትን ቀይ ባሕሪ ኣጀንዳና ኣይኮነን ንዓና ሕዚ ንምሳሌ እኒኦ ተጋሩ ኮይኖምስ ናብ ኤርትራ ከይድና ወሪድና ቀይ ባሕሪ ኣምፂና ኣጀንዳና ኣይኮነን ቀይ ባሕሪ ንትግራዋይ ኣጀንዳኺ እዩ ሰላም እዩ ኣጀንዳይ ሰላም እዩ ኖት ኦንሊ ናይ ትግራዋይ ኣጀንዳ ናይ ኢትዮጵያውያን ኣጀንዳ ባዕሉስ ሕዚ ሓቂ ዘረባ ኣዲስ ኣበባ ብጣዕሚ ፅብቕትን እያ ካብ ኣዲስ ኣበባ ወፃኢ ዘለዉ ክልላት ግን ንምኻድ ባዕሉስ ኣስጊ እዩ እኒኦ ኣብ ኩሉ ቦታታት ኩናት እኒኦ ኣብ ኩሉ ቦታታት ምፍንቓል ምሟት እኒኦ ስለዚ ናይ ህዝቢ ኢትዮጵያ ቀዳማይ ሕቶ ከምተናቀደምና ሰላም እዩ ሰላም እዩ ሕቶናና ኣይኮነይ ዶ ምስ ኤርትራውያን ኣነ ኣብ ዓድና ኢትዮጵያዊት እየ እወ ምስ መንግስቲ ኢትዮጵያ ሰላም እየ ዝደሊ ድሕሪ ሕዚ ምስ ትግራይ ዘለኒ ነገር ደው ከብል እየ ተይሉ ቀንደኛ ደጋፊቱ ኣነ እየ ዝኾን ቀንደኛ ደጋፊቱ ናይ ሰላም በቃ ደጋፊት እየ እዚ ኒል ብሰላም ድርድር የብላይ ሰላም ተታሂሉ ኣለኹ ባህሊት እያ ማለት እዩ ብጣዕሚ በእውነት ሕዚ ሰላም ዝበሃሉ ዕረኽቲ ነይሮም ቀደም ሽሞ ሰላም እንታይ ሆና ቀደም ሽም ይብል ነይረ ለካ ዓብዪ ትርጉም እኒሄዎ በእውነት ናይ ብሓቂ እዩ ዝብለኪ ሰላም ከቢድ እዩ። ዝኾነ ነገር ዋግኡ ክትስእኖ ከለኻ ኢኻ ዋግኡ ትፈልጦ። ብጣዕሚ። ከምዚ ናይ ሰላም ዋጋሲ ብጣዕሚ ሕዚ ኣንሕና ኣብ ለለናዮ ትውልዲ ንቕድም ብዛዕባ ኩነት ወላ ብታሪክ ክንገረና ከሎሲ ከምዚ ዝኾነ ንዒሮይ ናብራያ ነበረ ዓይነት ነገር እወ። ልክዕ ከምኡ እዩ ትሰምዖ ኢኻ እምበይ ፊል ኣይትገብሮ እዩ። ብጣዕሚ ሕዚ ግን ኣንሕና ባዕልና ስለ ንነብሮ ዘለና ይመስለኒ እቲ ናይ ሰላም ዋጋ ብደንቢ ተረዲእናና ብጣዕሚ ጽቡቕ እዩ ካብኡ ከዓ ክሓተትክ ዝደሊ ብዚ ምስኡ ብተተሓሓዘ ሕጂ ንስኺ ከም ሓንቲ ትግራወይቲ ምስ ፅምዶ ምስ ኤርትራውያን ዘለኪ ዝምድና ትሰርሒ ኣለኺ ብልተኻ ከይከም ማለት እዩ ከመይ ትረኽብዮ ብኤርትራውያን ዘለዎ ምላሽ ማለት ንዓኺ ዘለዎም ኣመለኻኽታ ነቲ እትሰርሕዮ ስራሕ ዘለዎም ርድኢት ሲ ኤርትራውያን ብኤርትራውያን ገጽ ለሎ ነገር እንታይ ይመስል? ደስ ይብል ብጣዕሚ ማለት ብጣዕሚ ዘበረታትዑ ናና ማንስ ሰሚዖም ሓሳብ ርኢቶ ዝህቡ ተደጋጊኹ እውን ኣግባብ ብዘለዎ መንገዲ ክትቅፅል እውን ዝገብሩኺ ዘበረታትዑ ዝኾነ ነገር ተሰሪሕ ብልቦም ሰሚዖም ሓሳብ ዝህቡኺ ክሳብ ስልከይ ኣሊሾም ደዊሎም እዛ ፕሮግራም እዚኣ ፅብቅ ትምህርቲ ነይራ ከምዚ ከምዚ ተትውስክላ እዚኣ እዚኣ ተትተርፍ ዝብሉ ማለት እዩ እና ብጣዕሚ እየ ፈትዩ ንስኺ ግን ኣስሒቅክኒ ነይርኪ ብቀዳማይ ከመይ ክትረዳድኢ ምስ ኤርትራውያን ትግርኛ ኢልክኒ ነይርኪ ብኣማርኛ ስለተዋግዑ እኮ እዩ ኣነ ኣብ ካሜራ ግን ከመይ ርኢክኒ ሕዚ ድሕር ደይዛር ጎበዝ ብጣዕሚ ክንፍዕቲ እወ ንእሽተይ ብቲ ኣፈይ ዝፈታኹ ብካሊእ በኣምሓርኛ ቋንቋ ስለዝኾነ እሱ እንዳቀደመኒ እዩ እና ፅቡቅ ኣቲ ሓቂ ዘረባ ናሰላም ሓሲበ ይሰርሕ እሞ እቲ ዝህቡኒ ፊድባክ እውን ብጣዕሚ እዩ ደስ ዝብል የተባብዑኹ እዮም ኤርትራውያን ኣብ ኦድ ኣብ ዩቲዩብ እወ ብጣዕሚ እዋ ወኣን ማለት ሕዚ ሓሲብ ከይዱ ተጋጊኸ ገለ ንባዕሉ ስልኪ ኣልሽ ደዊሉ ከዚ እዚ ኣስተኻኽሊ ልብለክ ሰብ እኮ ካብኡ ንዓ ቀብ ሰብ ኣንኣ እታ ዲና ለሚድና ፎቶ ክለጢፉ ዝጸርፈኪ ኣገሪምኒ እኮ እና ብጽቡቅ ብጣዕሚ ብትክክል ና ሰላም ነገር ገዲስዎም ና ሰላም ፕሮግራማት ዝከታተሉ ብጣዕሚ ብዙሕ ኦዲየንስታት እነየው እና ብዙሕ ኔጌቲቭ ነገር የብሉን ዩቲበይ ሓቂ ዘረባ እንደም ኣቲ ክረኣዩ እና ብዙሕ ነገር የብሉን እዩ
ሰላማዊ
እና እወ እሱ እውን ስለዘይርእይዎ ይመስለኒ ሙሉ ነገር ወይ ዝኾነት ነገር ተቆሪፃ ትወፅማ ብኣኣ እንትን ዝብለኪ ሰብ እዩ እኒኦ ብፖለቲካ ኣመለኻኸትኪ ጀጅ ዝገብረኪ ሰብ ምናምን እዩ ዘሎ እምበር ብቲ ስራሕ ክርእዩ ምናምን ኣይኮነን ሓሳብ ዝህበኪ ንዓኺ እንዳበልኩኹ ነይረ ብቀዳማይ ሕዚ ኣብ ኣዲስ ኣበባ ሓደ ናይ ኣብይ ኣሕመድ ደጋፊ እና ሓደ ናይ ኣብይ ኣሕመድ ተቃዋሚ ኣዕርኽቲ ክኾኑ ይኽእሉ እዮም። ክርስትና ክፀዋውዑ ምናምን በቃ ኣብ ኩሉ ግዜ ዝጋነዩ ምናምን ክኾኑ ይኽእሉ እዮም። ማሕበራዊ ኣብ- ኑሮኦምስ ይነብሩ እዮም ማሕበራዊ ኑሮኦም ኢና ኣብዚ ፖለቲካ ብጣዕሚ እዩ ዝርብሸኪ እዚኣማ ብቀዳማይ ኣብ ናይ ደብረፅዮን ላይክ ገይራ ኣላ ችዲ ብሎክ እዚ ንጌታቸው ላቭ ሪያክት ገይሩሉ እኳ እዚ ክኾነ የብሉይ በቃ መሰለ ፖለቲካ ኣተሓሳስባ ኣተሓሳስባ ናይ እና ብከምዚ ብጣዕሚ ጀጅ ክገባበሩ ይርኢ ኣነ እውን በፂሑኒ ይፈልጥ እዩ እንደ እስኺ ግን ብቀዳማይ ኣብ እንትና ላይ ጌርኪ እንታይ ትሪኡኒ እንታይ ምልከተኩ ኣብ ዝደለኽዎ እና በቃ መን ኣብ ምንታይ እንትገ በቃ ዝርብሽ ዓይነት እንትን እዩ እኒኦዎ እና ንሱሱ ንእሽተይ ሓደ ሓደ ግዜ ይርብሽ ንዓኹም ብዙሕ ግዜ ይነግረኪ ኣይ ክንብስ ስለለና ካብኡ ናብ መወዳእታ ሕጂ ክኾን ንኽእል ኒለይ ከምዚ ማለት ብስራሕኺ ገለሲ ከም ተጋሩ ድዩ ከም ኤርትራውያን ድዩ ሰባት ክርድኡለይ ኣለዎም ገለ ኢልኪ ትሕልፍዮ መልእኽቲ እንተልይኪ እና ኣነ ለ ከም ሓንቲ ሓፍትኺ ከም ሓንቲ ትግራወይቲ ክሰምዐኪ በቃ እዚስ ክርድኡለይ ኣለዎም ትብልዮ ነገር ኣነ ኩሉ ግዜ ናይ ትግራይ ደጋፊት እየ ትግራይ ይፈቱ እየ በቃ ናይ ትግራይ ደጋፊት እየ ትግራይ ዝኾነቶ ነገር ክኸውን ዝደሊ መጀመርያ እውን ከምኡ ነይራ ሕዚ ውን ከምኡ እየ ዝሓስብ ዘለኹ። ትማሊ ምሳና ኮይኑ ትግራይ ትስዕር ምናምን ዝብል ዝነበረ ሰብ ሎማዓንቲ ሓሳቡ ቀይሩ ክፀርፈኒ የብሉን። ሎማዓንቲ ኣብኡ እየ እኒኤኹ። በቃ ኣነ ኣብቲ እየ ነይረ ሕዚ ውን ኣብኡ እየ እኒኤኹ። ንዓደይ እየ ዝድግፍ ንሰላም እየ ዝድግፍ ንሰላም ናይ ሰላም ብጣዕሚ ደጋፊት እየ። ኣይዶኖ ካበይ ካበይ ከም ዝመፁ ሓደ ሓደ ኣተሓሳስባታት እኒኦ ኣነ ዴ ምናምን ዝብሎም ማለት እዩ በቃ ስኢሉ ታርጋ ዝልጠፈልክ ነገር እኒኦ ከምኡ ዓይነት ነገር ተዝሕደግ ብዚ ብማስ ጀጅ ምግባራት ፀለመታት ምናምን ብዙሕ ነገር እኒኦ ኣነ ድሕሪ ካሜራ ከውግዐክ
እና እሱ ነገር ተዝሕደግ እሞ ነገራት ከምዚ ከም ወጣት ከም ሓሪፍ ምርድዳእ ይከኣል ንስኺ ዝደለኽዮ ክትድግፊ ትኽእሊ ኢኺ ኣነ ዝደለኹ ንምንታይ ከማይ ሓሲብኪ ክብለኪ ኣይክእልን ብሱር ጌጋ እዩ ዓንቀፅ ከወፅእ እኒኦ ካብዚ ንሓስ ዝሓስቡ ሰባት ዘግድዱ ሰባት እንትን ክበሃል በቃ ንስኺ ዝደለኽዮ ትሓስቢ ብሌነይ ኣነ ናይ ኢል ዝደለኽዎ ነገር ይሓስብ እየ ኣብ መንጎና ግን ምንም ክፈጥር የብሉን እንደውም ዲቤት ክርክር ምናምን ክህሉ ካሎ ሓሪፍ ብሓሪፍ ትከራኸር እሞ ካብ ፃላእቲ ግን ክንኮን የብልናን ትእሚት ንውን ኮፍ መፅኤ እወ ካብ ብፖለቲካ ኣተሓሳስባ ሰብ ፀላኢ እንተዘይ በር ዝብል ነገር ነይኒ ምክንያቱም ትማሊ ሓደ ነርና ጽባሕ ዝኾነ ነገር ተተፈጢሩ ድማ ሓደ ዝገብረና ነገር እንዮ ናይ ፖለቲካ ኣመለካክታ ብዙሕ ግዜ ይቀየር እዩ ብዙሕ ግዜ ማለት እዩ ትማሊ ናይ ኣብይ ደገፍቲ ዝነበሩ ሎማዓንቲ ናይ ቀንደኛ ፀላእቲ ኮይኖም ንሪኦም ኣለና ኣብ ህወሓት እውን ናይ ህወሓት ደገፍቲ ዝነበሩ ሎማዓንቲ ዋላ ኣመራርሓ ዝነበሩ ማለት እዩና ፖለቲካ ይቀያየር እዩ ንሕና ግን ኣይንቀያየርን ኢና ኣብ መንጎና ዝግበር ሕማቅ ልኾኑ ነገራት ተነትርፍ ሓሳባት ተንወቅዕ ብሌነይ ንዓኺ ዘይኮነስ ሓሳብኪ ዘይድግፎ ተኾይነ ሓሳብኪ ተዝወቅዖ ካብ ንዓኺ ዝወቅዐኪ ናባኺ መጼ ብዝኾነ ነገርኪ ምናምን ካብ ዝዛረብ ናይ ፋሚሊኺ ባክግራውንድ ጎርጒረ ኣውጸይ ምናምን ከጽድፈኪ ምናምን ካብ ዝሙክር እስኺ ኦሬዲ ጠንካራ ኢኺ ትቅጽሊ ኢኺ እቲ ሓሳብኪ ተዝወቅዖ እቲ ሓሳበይ ተትወቅዕዮ ግን ዘልኣለማይ ዝኾነ ጽብ ፍቅርናስ ይቅጽል እዩ ሓሳብና ይበኣስ ጽባሕ ድማ ሓሳብና ክዕረቅ ይኽእል እዩ ማለት ማለት እዩ። ስለዚ ሓሳብኩም ይባኣስ፣ ሓሳብኩም ይጨቓጨቕ፣ ሓሳብኩም ይወጋእ ይወቃቃዕ፣ ንስኻትኩም ግን ፍቕሪ ኩኑ። ድማ ፅባሕ ንዝሓልፍ ፖለቲካ እንታይ እዩ? እዚኣ ሓሳቢ ያ ኣይ ኣነ ለካም ሓንቲ ካብቶም ምስ ኢለ ብእንትን ዝፀለክ ነርኩ ኣብነት ክኾን ይኽእል ዮ ካብቲ ትሕልፍኸዮ መልእኽቲ ብጣዕሚ እየ ፈትየኪ ብጣዕሚ ደስ ትሕቲ ሰብ ይኸይ ኣነ ማን ማለት እዩ ብጣዕሚ ሃምብል ካብ ዝበሃሉ ሰባት እየ ከምቲ ሰባት ዝብልኹ ኣይኮንኩን ስለላይ ይፈልጡኹ ይመስለኒ እና እቶም ዝፈልጡኹ ኢላ ይርጉ ብርሃኑ ገለ ነጊሮምኒ ካብታ ዝበሉኒ ከዓ ኮይነ
ብጣዕሚ እየ ልምስግን ኣነ ግን ካብ መጀመርያ ሚርእኪ ነይረና ፃዕራ ምኳንኪ ይርደአኒ ነይሩ የፍልጥ እዩ ሰብ እንተክዳ ስራሕትኺ ክተፋልጢ ከለኺ ምናምን መጀመርያ ነይረ ሰብስክራይብ ገይረልኪ
ከም ዝበለትትና የለይ ቴንክ ዩ ብጣዕሚ ብሌነይ ኣነ እውን ጋሻ ስለ ዝገበርክኒ ፈቲኽዮ ዕላልና እያ ብጣዕሚ ፈትየዮ ብላሕልፈ ሰሙን ከረኽበካ ከለኹ ብዘይ ኣጋጣሚ ምስ ልደትኺ ነይሩ ገለና ብደንቢ
እዚኣ ብሌን ዝሃበትኒ ጊፍት እያ ንእሽተይ ነገር ብጣዕሚ እዩ ዘሕጉሰኒ ማለት ሰብ ክሓስበኪ ከሎስ ባዕሉ እኹል እዩ እና ሓሲብክስ ረሲዐዮ ነይረ ኢማጅን ሃፒ በርስደይ ምናምን ኢላትኒ ኣቲ ብርኽቲ ቴንኪዩ እውነት ብጣዕሚ የቐኒለይ ካብኡ ኣብቲ ክብፃሕ ንኣብነት ሰባት ብምንም ይኹን ብምንም ልፎት ይኹን ልጸልኦ ክህልው ይኽእሉ እዮም እና ከም ሓንቲ ጓል ኣንስተይቲ ኣብነት ትኾኒ ሰብ ኢኺ ኢለ ይሓስብ ቅል ኢለ ይኾን የፍቲ ሓደ ዓመት ሰማንያ ሰብስክራይብ ማንም ኣይበጽሖ ኢና ኣብነት ትኾኒ ትኽእል ሰብ ኢኺ ኢለ ይሓስብ ካብ ልፈለጥኩ ኢኺ ንድሕሪት ኣይትብሊ ነገራት

ውዕለትኡ ልኽፈል ተለኻ ወንሲ ብምንታይ ውዕለትኡ ከም ዝኸፍል ኣይፈልጥን በይ ውዕለትኡ ምኸፈልኩ እየ እስካብ ክንድዋ ከመይ ኢልከ ኢኸ ኣብ እግዚኣብሔር ኦብሰስድ ኮይንኪ ማለት በቃ እሱ እሱ ነገር ከም ፐርሶናሊቲ እየ ክፈልጦ ልደሊ እዚ ሕቶስ ብዙሕ ነገር እዩ ገይሩለይ እንታይ እሞ ክብለኪ ብዙሕ ፈተናታት ይበዝሑኒ ነይሩ ኢለኪ ነይረ ቅድሚ ሕዝና ምስ እግዚኣብሄር ኮይነ እየ ኩሉ ነገር ሰጊረዮ ኩሉ ግዜ ሳብ ጎኒ እዩ እኒኦ ኣነ ዝኾነ ነገር ተኾይነስ ማንም ኣይኮነን ቀዲሙ ኣብ ጎነይ ዝኸውን እግዚኣብሄር እዩ ከመይ ገይረ እሞ ሕሚልኪ ፍቅር ብኮንኪ ናይ እግዚኣብሄር ነገር ችግር ብጣዕሚ ተደጋጋሚ ዝኾነ ነገር ክበዝሐኪ ከሎ ማንም ከም ዘይብል ክትርድእ እሞ ናብ እግዚኣብሄር ትኸዲ እግዚኣብሄር ድማ ሰማዒ እዩ ፈጢሩና እኮ እዩ ጓለይ ከመይ ደይ ዝፈታ ከምኡ ማለት እኮ እዩ እግዚኣብሄር ውላዱ ኣይደርብን ንዝቀረቡ ሰብ ዋላ ንዘይቀረቡ ሰብ ቀረባ እዩ እግዚኣብሄርና ክትፅግዒ ከለኺ ድማ በቃ ሽሙ ባዕሉስ እግዚኣብሄር ድንግል ማርያም ፀዊዐ እውን ኣይፀግሞምን እየ ኩሉ ግዜ እዩ ዘምስግኖም እና ኩሉ ሕዚ ውዕለታ ንብል ኢና ሕዚ ብሌነይ ዝኾነ ነገር ደስ ተቢልክኒ ወይ ብሌነይ እዚኣ ገይራትለይ ቆይ ቀፃሊ ድማ ኣነ እዚ ክገብረላ ትብሊ ናይ እግዚኣብሔር ውዕለታ ከቢድ እዩ በቃ ይንኸፍ ማለት ከመይ ኢለ ክነግረ ከቢድ እዩ እግዚኣብሔር ይመስገን ንኩሉ ነገር እና እንደውም ኣብ መወዳእታ ክብለኪ ዝደሊ ነገር ኣብ ሂወተይ ንዝኾነ ኩሉ ደለዮ ንዘይኮነ ኩሉ ንቀፃሊ እውን ንዝኸውን ነገር ኩሉ እግዚኣብሔር ይመስገን ደስ ክብል በእውነት ናይ ባሓቂ መቐደመ የቃወም ርእየ ቀርቂረ እያ ከይደ ካብ ክንዱ እሲ በቃ ገለ እንዳበል ኾነ በዓል ምስ ውለታ እዩ እግዚኣብሔር ብጣዕሚ ዘለካ ቅርበት ክብርቲ። ብጣዕሚ ይላቕም እሺ ብጣዕሚ ማለት እዩ እና ክሓቕፈኪ እየ እሺ የኔ ቆንጆ እ፣
ደስ ኢልኒ እየ ዋጊዐኪ ፋሚሊ እውን ከም ልፈትኹሞ ተስፋ ገብር እም፣ ብካሊእ ፕሮግራም እስካብ ንራኸብ እስ- ተፈቲኹሞ ላይ- ብላይክ ጀሚርኩም ኮመንት ጸሓፉልና ካብኡ ሸር እንዳገበርኩም ደማ ናብ ኩሉ ሰብ ንክባፅሕ ግበሩ ብካሊእ ፕሮግራም ስካብ ንራኸብ ቻው ቻው ቻው ያኔ